ሰላም ዝኸበርኩም ተኸታተልቲ ቀንዴል ንሕጂ መሲ ሓሙሻይን ናይ ወንጣታን ክፋል ሒዘ ቀሪበ ኣለኹ ሰናይ ምክትታል ንዓመት ስፖርት 2015 16 ክልተ ነፃ ቅላዓት ኣመዝጊቡ ንሰብያ 5 ብ 4 ብሰዓርሉ ዩኤፋ ሱፐር ካብ ብምልዓል ጀመሮ መሲ ኣብ ዋንጫ ስፓኒሽ ሱፐር ኮፓ ብኣትለቲኮ ብልባኦ ብናይ ክልተ ፀወታ ውፅኢት 5 ብ 1 ስለ ዝተሳዕሩ ግና ንካልኣይ ዓመት 6 ወን ኣጭልዒሎም ካብ ምውዳእ ተዓንቂፆም እዮም እታ እንኮ ጎል ናይ ባርሴሎና ግና መሲ ከም ዘመዝገባ ይዝከር ኣብ ሽዱሽተ መስከረም ኣብ ፀወታ ቻምፒየንስ ሊግ ኣንጻር ሮማ ሓደ ብሓደ ዝተፈላለዩሉ መሲ እቲ ዝነኣሰ ተፃዋታይ ኣብ ቻምፒየንስ ሊግ ጥራይ ሚእቲ ፀወታታት ዝበፅሐ ኮነ ኣብ 26 መስከረም ኣንጻር ላስ ፓልማስ ኣብ ተፃወትሉ መስፈርት ስለ ዘጋጠሞ ክሳብ ሕዳር 21 ካብ ፀወታ ክእለ ገይርዎ እዩ ንዓመተ 2015 ከኣ ንሪቨል ፕሌት 3 ብ0 ስለ ዝተዓርዋ ፊፋ ወርልድ ካብ ብምልዓል ወደኣ ኣብ 30 ታሕሳስ መበል ሓሙሽተ ሚት ጸወትኡ ንባርሴሎና ኣብ ዘካየደሉ ንሪያል ቤቲስ 4 ብ0 ክስዕርዋ ከለዉ መሲ ከኣ ኣብታ ጸወታ መዝጊቡ እዩ ኣብ 6 ጥሪ 216 ኣብ ቀዳማይ እግሪ ጸወታ ኮፓ ዴረይ ንስፓኒዮል 4 ብ1 ዝሰዓርሉ መሲ ነተን ክልተ ከመዝግበን ከሎ ነተን ዝተረፋ ክልተ ከኣ ንሱ ዘቐበለን እየን ነይረን ድሕሪ ሓሙሽተ መዓልቲ ከኣ መሲ ንሽልማት ባሎንዲኦር ንሓምሻይ ግዜኡ ክዕወተሉ ምኽኣሉ ክብረ ወሰን ክሕዝ ክኢሉ እዩ። ኣብ 3 የካቲት መሲ ኣብ ኮፓ ዴረይ ፍርቂ ፍጻመ ንቫለንሲያ 7 ብ 0 ክስዕርዋ ከለዉ ኣብቲ ጸወታ ሃትሪክ ኣመዝጊቡ ክወጽእ ብምኽኣሉ ኣብ ኩሉ ጸወታታቱ ምስ ናይ መንእስያት ሓዊሱ መበል 500 ጎላት ዝበጽሓሉ እዩ ነይሩ። ቀጺሉ ኣብ ዝነበረ ናይ ሊግ ጸወታኦም ኣንጻር ሰልታ ቪጎ 6 ብ 1 ክስዕሩ ከለዉ ኣብቲ ጸወታ መሲ ዝሃረማ ሪጎለ ክንዲ ብቐጥታ ዘመዝግባ ንስዋረዝ ኣላሂብዎ ከመዝግባ ከሎ ታሪክ ጎለ ምስታ ባህር ባርሴሎና ጆን ክሩፍ ኣብ 1982 ዘመዝገባት ትመሳሰል ስለዝነበረትን ኣብቲ ግዜ እዚ ክሩፍ ብሕማም መንሽሮ ይሳቐ ስለዝነበረን ንኽብሩ ከም ዝገበሩዋ ክግለጽ ተኻኢሉ እዩ ክሩፍ ንባዕሉ ብኣ ከም ተሓጎሰን ከምኡ ጌርካ ከተመዝግብ ከኣ ሕጋውን ኣዘናጋዕን ምዃኑ ብምግላጽ ነቶም ከም ንኣንጻር ጋንታ ዘይምኽባር ክገልጽዎ ዝፍትኑ ዝነበሩ መሊሱሎም እዩ ኣብ ዓሰርተ ሸውዓተ የካቲት ባርሴሎና ንስፖርቲንግ ክኾም ሰለስተ ብ ሓደ ዝሰዓረትሉ መበል ሰለስተ ሚእቲ ጎሉ ኣብ ላሊጋ ጥራይ ክበጽሕ ከሎ ድሕሪ ቁሩብ መዓልታት ኣብ ኢማራት ስታድዩም ንኣርሰናል ኣብ ጸወታ ሻምፒየንስ ሊግ ናይ መወዳእታ 16 ክልተ ብ ዜሮ ኣብ ዝሰዓረሉ ክልቲኤን ከመዝግበን ከሎ እታ ካልኣይቱ ከኣ መበል 10 ሽሕ ናይ ባርሴሎና ኣብ ኩሉ ታሪኻ ዘመዝገበቶ ክትከውን ክኢላ እያ ኣብ ዋንጫ ኮፓ ደረይ መሲ ብዘመዝገበን ክልተ ንሰብያ ስዒሮም ነታ ዋንጫ ክዕወቱላ ከለዉ ኣብ 22 ጉንበት 2016 ከኣ ላሊጋ እውን ስለ ዝተዓወትሉ ንክልተ ዓመት ብተኸታታሊ ክልተ ናይ ውሽጢ ሃገር ዋንጫ ብምዕዋት ክውድኡ ክኢሎም እዮም ብጠቕላላ ድምር ከኣ መሲ 41 ጎላት ኣመዝጊቡ 21 ኣቐቢሉ ሰለስቲኦም ስዋረዝን ነይማርን ሓዊሱ ከኣ ብጠቕላላ ነቲ ቅድሚኡ ዓመት ዘመዝገቦ ክብረ ወሰን ብምስባር 131 ጎላት ኣብ መንጎኦም ብምምዝጋብ ክውድዎ ክኢሎም ዓመተ ስፖርት 2016ን 17ን መሲ ኢኔስታ ኣብ ዘይነበረሉ ሓለቓ ጋንታ ባርሴሎና ኮይኑ ዋንጫ ሱፐር ካፓ ስጳኛ ብምልዓል እዩ ጀሚርዎ ኣብቲ ኣንጻር ሰቪያ ኣብ ዝተፃወትዎ ፀወታ ኣብ ቀዳማይ እግሪ ሓንቲ ክቕብል ከሎ ኣብ ካልኣይ እግሪ ከዓ ሓንቲ ኣመዝጊቡ ሓንቲ ካ ብምቕባል እዩ ነቲ ዓወት በፂሕዎ ኣብ 13 መስከረም 2016 ኣብ ፀወታ ቻምፒየንስ ሊግ ኣንጻር ሰልቲክ 7 ብ 0 ዝተዓርሉ ሃትሪክ ከመዝግብ ከሎ ኣብ ጠቕላላ ናይ ቻምፒየንስ ሊግ ጸወቱ ከኣ ሻዱሸይቲ ሃትሪክ እያ ነይራ ድሕሪ ሰሙን ከኣ መሲ ንሰለስተ ሰሙን ክኣልዮ ዝኽእል መስበርቲ ተሰይሩ ድሕሪ ምጽናሕ ኣብ ጸወታ ላሊጋ ኣንጻር ዲፖርቲቮ ላኮረኛ ተቐይሩ ብምእታው ሓንቲ ጎል ኣመዝጊቡ ምምላሱ ጸንበለ ድሕሪ ሰለስተ መዓልቲ ኣብ ጸወታ ቻምፒየንስ ሊግ ኣንጻር ማንቸስተር ሲቲ ኣርባዕተ ብ ዜሮ ዝሰዓርሉ ከኣ ሃትሪክ ከመዝግብ ከሎ መበል ሸባዓይ ሃትሪኩ ኣብ ቻምፒየንስ ሊግ ኮነሉ ኣብ ካልኣይ እግሪ ናይቲ ጸወታ ከኣ ባርሴሎና ሰለስተ ብ ሓደ ክትስዕር ከላ መሲ ሓንቲ ስለ ዘመዝገበ መበል 54 ጎሉ ኣብ ጉሩብ ስቴጅ ወይ ከዓ መጻረይ ናይ ቻምፒየንስ ሊግ ስለዝነበረት ነቲ 53 ጎል ኣመዝጊቡ ክብረ ወሰን ሒዙ ዝነበረ ራውል ጎንዘለስ ሓሊፉ ክብረ ወሰን ተረከበ ኣብ 12 ሕዳር 2016 ኣብ ተዓደለ ባሎን ዲዮር ከኣ ድሕሪ ክርስትያኖ ሮናልዶ ካልኣይ ክወፅእ ክኢሉ እዩ ንዓመተ 2016 ከኣ ብጠቕላላ 51 ጎል ንዘላታን ኢብራሂሞቪች ብሓንቲ ጎል በሊፁ ዝለዓለ ጎል ኣመዝገባ ኤውሮጳ ኮይኑ ክወፅእ በቕዐ ኣብ ሸዓተ ጥሪ 2017 ንመጀመርቱ ኣብ ዝተዓደለ ቤስት ፊፋ ፉትቦል ኣዋርድ ዝበለፀ ተፃዋታይ ዓለም ድሕሪ ክርስትያኖ ሮናልዶ ካልኣይ ክወፅእ ክኢሉ እዩ ኣብ ዓሰርተ ሓደ ጥሪ ከኣ ኣብ ጸወታ ኮፓ ዴረይ ንኣትለቲኮ ብልባኦ ሰለስተ ብሓደ ስዒሮም ናብ ርብዒ ፍጻመ ክሓልፉ ከለዉ ኣብታ ጸወታ ሓንቲ ናጻ ቅላዕ ብምምዝጋቡ መበል 26 ጎሉ ብፍሪኪክ ዘመዝገባ ኩነትሉ እዚ ከኣ ነቲ ናይ ባርሴሎና ተሓይዙ ዝነበረ ክብረ ወሰን ብሮናልድ ኩማን ክመዓራረ ይኽእል እዩ ኣብ 14 ጥሪ 2017 ኣንጻር ላስ ፓልማስ 5 ብ0 ዝሰዓርሉ ከኣ መሲ ሓንቲ ብምምዝጋቡ ነቲ ኣብ እስጳኛ ንሰላሳን ሓሙሽተን ዝተፈላለያ ክለባት ብምምዝጋብ ክብረ ወሰን ሒዙ ዝነበረ ራውል ጎንዛለዝ ናይ ሪያል ማድሪድ ክመዓራርዮ ከኣለ ኣብ ኣርባዕተ የካቲት ከዓ ኣብ ላሊጋ ንኣትሌቲኮ ብልባኦ ሰለስተ ብዜሮ ክስዕርዋ ከለዉ መሲ ሓንቲ ናፃ ቅላዕ ብምምዝጋቡ ናብ 27 ክብ ስለ ዝበለሉ ክብረ ወሰን ሮናልድ ኩማን ክሓልፎ ከኣለ ኣብ 23 ማዝያ ባርሴሎና ንሪያል ማድሪድ 3 ብ2 ኣብ በርናቡ ክስዕርዋ ከለዉ መሲ ክልተ ብምምዝጋቡ ኣብ ባርሴሎና ጥራይ ዘመዝገቦ 500 ጎላት በጽሓሉ ኣብ 27 ግንቦት ኣብ ዋንጫ ኮፓ ዴረይ 3 ብሓደ ንፓሶ ኣልካሳር ኣብ ዝሰዓርሉ ሓንቲ ኣመዝጊቡ ሓንቲ ቃ ብምቕባሉ ማን ኦፍ ዘማች ተባሂሉ እዩ ንዓመት ስፖርት 2016-17 ብጠቕላላ 54 ጎላትን 16 ምቕባልን ክውድኦ ከሎ ኣብ ላሊጋ ጥራይ ከኣ 37 ጎላት ኣመዝጊቡ ብምውድኡ ተዓዋቲ ሽልማት ፒቺቺን ናይ ኤውሮጳ ወርቃዊ ጫማን ብምዃኑ ንክልቲኡ ሽልማት ንርባዕተ ግዜኡ ክዕወተሉ ክኢሉ እዩ ኣብ ፀወታ ንዋንጫ ኮፓ ዴረይ ብሪያል ማድሪድ ሰለስተ ብሓደ ዝተሰዓሩሉ ሓንቲ ሪግ ጎሎ ብምምዝጋብ ንዓመተ ስፖርት 2017-18 ክጅምሮ ከሎ ኣብ ኣልክላሲኮ መበል 24 ግዜ ዘመዝገበሉ ኣጋጣሚ ኾነሉ ኣብ 24 ነሃሰ 2017 ባርሴሎና ንኣላቨስ 2 ብ0 ክስዕርዋ ከለዉ

ንሓላውልታት ቡፎን ክልተ ንመጀመርታ ግዜ ከመዝግበሉ ከኣለ 19 መስከረም ከኣ ንኣይባር 6 ሸብ ሓደ ብሰዓርሉ መሲ 4 ከመዝግብ ክኢሉ እዩ ድሕሪ ሰለስተ ሰሙን ከኣ ኣብ ጥቅምቲ ንላስ ፓልማስ 3 ብ 0 ብሰዓርሉ ናይ ላሊጋ ጸወታ ሓንቲ ኣቐቢሉ ክልተ ከመዝግብ ከሎ ንካርሎስ ፒዮል ብምሕላፍ ከኣ ሳልሳይ ዝበዝሐ ንባርሴሎና ዝተጻወተ ኮነ ኣብታ ጸወታ መበል 594 ግዜ ንባርሴሎና ወኪሉ ዝተጻወተሉ ነይሩ ኣብ ዓሰርተ ሸሞንተ ጥቅምቲ ከኣ መበል ሚእቲ ዕስራን ክልተን ናይ ኤውሮጳ ዝተጻወተ ኮይኑ መበል ሚእቱ ቻምፕየንስ ሊግ ጎሉ ንኦሎምፒያኮስ ሰለስተ ብሓደ ኣብ ዝሰዓረሉ ከመዝግብ ከኣለ ድሕሪ ክርስትያኖ ሮናልዶ እቲ ካልኣይ ናብ ሚእቲ ጎል ዝበጽሐ ከኣ ኮነ ኣብ 23 ጥቅምቲ ከኣ ንኻልኣይ ግዜኡ ኣብ ዝበለጸ ናይ ፊፋ ህፃወታይ ናይ 2017 ካልኣይ ኮይኑ ተሸለመ ዝኸበርኩም ተኸታተልቲ ቀንዴል መሲ ብዝብል ኣርእስቲ ናብ ሓሙሽተ ክፋላት ተኸፋፊሉ ዝቐረበ መደብ ኣብዚ ይውዳእ ሰላም